ንእግዚኣብሔር ወልድ ኣብ ማህፀና እንታይ ኣበለት ኣብ ማህፀና ፀረት እዚ ተኣምር እዩ እዚ ናይ እግዚኣብሔር ኣምላክ ተኣምር ትቕበሎ እንድሕር ኮንካ እዛ መሬት ተባሂላ ዘላ እኳ ኣዴና ቅድስተ ቅዱሳን ድንግል ማርያም ንሕና ድማ ስለ ኩሉ ውዕለታት ናይ ኣዴና ቅድስተ ቅዱሳን ድንግል ማርያም እንታይ ውሬታ ኢና ክንመልሰላ
ንስምኪ ክደጋግሞ ንስምኪ

ተኸታተልቲ ሃመልማላዊ እቲ ቻነል ፍጹም ሰላም ጌታናን መድሃይናን ኢየሱስ ክርስቶስ ንዓኻትኩም ይኹን ከመይ ኣለና ኣሜን ስም እቲ ልዕለ ባህሪ ዝኾነ እግዚኣብሔር ኣምላኽና ብኣና ብድኹማት ባሮቱ ካብ ኣጽናፍ ዓለም ክሳብ ኣጽናፍ ዓለም ዝኸበረን ዝተመስገነን ይኹን እምበኣር ከምቲ ልሙድ ሎሚ ድማ ካብ ተኣምረ ማርያም ወሲድና ምስ ህይወትና እናተሃሃዝና ክንመሃሃር ኢና ገላጽ ምስጢር ዝኾነ እግዚኣብሔር ኣምላክና ምስጢሩ ይግለጸልና ናይ ሎሚ ተኣምረ ማርያምና ኣብ ምዕራፍ ሓደ ዝርከብ ተኣምር እዩ ኣብ ኣምድና ኣብ ትምህርትና ድባ መበል ሓሙሸይቲ ተኣምረ ማርያም እያ ወላዲታ ኣምላክ ፍቕራን ጣዕማን ምሳና ይኹን

ንኣምላኽ ንዝወለደት ብድንግልና ስጋን ብድንግልና ነፍስን ንዝጸንዐት ክብርቲ ዴና ቅድስት ድንግል ማርያም ብምሉእ ልቡን ብዅሉ ሓይሉን እገልግላን እፍቅራን ነበረ ምናልባት እዚ ተኣምረ ማርያም እዚ ደቕስዮስ ተኣምር ናይ ኣዴና ቅድስተ ቅዱሳን ድንግል ማርያም መጽሓፍቲ ኣብ ሓደ ጠርነፎ ወይ ድማ ኣከቦ ንብል ስለዚ ተኣምረ ማርያም መን ይኣኪብዎ እንተልና ደቕሲዎስ እዩ ደቕሲዎስ ድማ እዚ ሕጂ እነንብቦ ዘለና ሰብ ቅዱስ ሰብ እዩ ስለዚ ነዚ ተኣምረ ማርያም ዝጠርነፎ ደቕሲዎስ እዩ ነዚ ናቱ ተኣምር ኣዴና ቅድስተ ቅዱሳን ድንግል ማርያም ማለት እዛ ሕጂ እነንብባ ተኣምር ጊን ክብሪ ነፍሱ ባዕሉ ኣይኮነን ገሊጹ ማለት እዛ ተኣምር እዚኣ ጊን ብነፍሱ ባዕሉ ኣይኮነን ጽሒፍዋ እንታይ ደኣ ቅድስት ቤተ ክርስቲያንና ኣብቲ ንሱ ዝጠርነፎ ተኣምራታት ናይ ኣዴና ቅድስተ ቅዱሳን ድንግል ማርያም ተኣምራታት ዝጠርነፎ ወላዲተ ኣምላኽ ንዕኡ እንታይ ከም ዝገበረትሉ ብምፍላጥ ነቲ ናቱ ምስ ወላዲተ ኣምላኽ ዘለዎ ፍቕሪ ጽሒፎም ምስ ዝተኣምር እዚ እንታይ ከም ዘብል ገይሮሞ ከም ዝስራዕ ገይሮም እምበር ኣብ ናይ ቅዱሳን ኣቦታትና ኪደት ተርእና ክብሪ ነብሶም እንታይ ኣየብሉን እዮም ክብሪ ነብሶም ባዕሎም ኣይፅሕፉን እዮም ወላ ዮሃንስ ወንጌላዊ እንተሕዳዊን ርኢና እንታይ እዩ እንሆ ጴጥሮስን ንነብሱ እንታይ ዝብላ ሓደ ካብቶም ደቂ መዝሙርን ናብ መቃብር ጌታናን መድሃይናን ኢየሱስ ክርስቶስ እንታይ ኣበሉ ይብል ጎየዩ ይብል ምክንያቱ ኣነን ጴጥሮስን ኣይብልን ዮሃንስ እንታይ ስለ ዝኾነ ክብሪ ነብሶም እንታይ ኣየብሉን እዮም ቅዱሳን ኣቦታትና ክብሪ ነብሶም ኣይፅሕፉን እዮም እዚ ተኣምር እዚ ድማ ዋላ እኳ ነዚ ተኣምር እዚ ተኣምረ ማርያም ደቕሲዎስ ጠርኒፍዎ እንተኾነ ናቱ ክብሪ ግን ቤተክርስትያንና እያ ጽሒፋቶ ቅዱሳን ኣቦታትና ስርዓት ዝገበሩላ ንተኣምረ ማርያም እዚ ወላዲተ ኣምላኽ ኣብ ልዕሊኡ ዝገበረቶ ድማ ምስዚ ተኣምር እዚ ክፀሓፍ ኣለዎ ብምባል ኣብቲ ቀዳማይ ምዕራፍ ኣቐሚጦሞ ዘለዉ ስለዚ ነገራት ከይጋጫጨወና ንምባል እዩ ስለዚ እዚ ሰብ እዚ እንታይ ነበረ እዩ ዝብል ምሉእ ብምሉእ ልቡን ብኩሉ ሓይሉን ነዴና ቅድስተ ቅዱሳን ድንግል ማርያም እንታይ የብላ ነበረ ይብል እየገልግላ ነበረ ይብል ካብ ፅንዓት ፍቅሩ ዝተላዕለ ብዛዕባ ተኣምራታ ዝነግሩ መፅሓፍቲ ኣከቦም ይብል ብዛዕባ ክብራ ዝገልፁ መፅሓፍቲ እንታይ ኣበሎም ኣከቦም ይብለና ዮውሃንስ ምዕራፍ ዕስራን ሓደን እንድሕር ደኣ ርኢና ኣብ ፍቕዲ ዕስራን ሓሙሽተን እምበኣረ ከይስ ናይ ጌታናን መድሃይናን ኢየሱስ ክርስቶስ ኪደት ናይ ጌታናን መድሃይናን ኢየሱስ ክርስቶስ ኣብዚ ዓለም እዚ ከሎ ዝገበሮ ነገር እንተ ዝፀሓፍ ነይሩ እዩ ዝብል ኣብ ዓለም ዘለዉ መፅሓፍቲ እውን እንታይ የመበልዎን ኣይማእኸልዎን ይብል ስለዚ

ሒዝናዮ ንህይወትና መራሒ ኮይኑ ዘገልግለና ዘሎ መጽሓፍ ቅዱስ ኣብ ንውስ ወከፍ በቦታኡ ዝተጻሕፈ እዩ ግን እንታይ ኮይኑ ኩሉ መጽሓፍቲ ኣብ ሓንቲ ተጠርኒፉ ንምእመን ከገልግል ቅድስት ቤተ ክርስቲያንና እንታይ ዘበለትልና ዝሰራዓትልና ምክንያቱ ኣርባዕቱ ወንጌላውያን በርባዕቱ መኣዝን ዝተጻሕፈ እዩ ቤተ ክርስቲያንና ግን እንታይ ገራቶ ንኩለን ኣርባዕተን ወንጌላውያን ጠርኒፋ ምስ መልእኽትታቱ ጠርኒፋ እንታይ ኣቢላ ሓድሽ ኪዳን ዝብል ሓቲማትልና ናይ ኣዴና ቅድስተ ቅዱሳን ድንግል ማርያም ድማ ኢሉ ዝገበረቶ ተኣምራታት ብፅሑፍ ኮነ ብትውሲት ነበረ እሞ ኢሉ ደቕሲዎስ ሽዑ እንታይ ሓሰበ ነዚ ተኣምር እዚ ኣብ ሓደ ጠርኒፉ ንምእመናን ትምህርቲ ክኸውን ንምእመናን ወላዲተ ኣምላኽ መዓረ ክንደይ ጸጋ ከም ዘለዋ ንኽፈልጡ ብምባል ተኣምረ ማርያም ተያበለ ይብል ዘሎ መጽሓፍትታት ጠርነፈ ይብለና ስለዚ ኣብዚ ሰዓት እዚ ተኣምረት ተኣምረ ማርያም ኣየድልን እዩ ዝብል ትምህርትታት ብዙሕ ይመፅ እዩ ንምዃኑ ግን ተኣምር እንታይ ማለት እዩ ኣብ ቅዱስ ቤተ ክርስቲያንና ተኣምረ ማርያም ተኣምረ የሱስ ተኣምረ ሚካኤል እንዳበልና እንታይ ነብል ኢና ንዛረብ ኢና ብኣንድ ሩስ ግን እቲ ዋና ነገሩ ተኣምር እንታይ ማለት እዩ ቅድሚ ነብዛ ናይ ደቕሲዎስ ተኣምር ምግላፅና ተኣምራት ናይ ኣዴና ቅድስተ ቅዱሳን ድንግል ማርያም እንታይ ኣበሎ እዩ ዝብል ኣከቦ ይብለና ስለዚ ተኣምር ቃል ብቓላ እንታይ እዩ ተኣምር ቃል ብቓሉ ምልክት ማለት እዩ ምልክት ምክንያቱ እግዚኣብሔር ኣምላክና ኣብነት ክኾነና ንኖህ ካብ መርከብ ምስ ወፀ እግዚኣብሔር ኣምላክና ሓደ ቃል ሃቦ ሓደ ኪዳን ሃቦ እምበኣረ ከይስ ካብ ሕጂ ዘለዉ ደቂ ሰባት እንከይጠፍኡ ብማያሂ ከየጥፍእ እንታይ ህበካ ኣለኹ ተኣምር ኣብ ሰማይ የርእየካ ኣለኹ ኢሎ እዚ ተኣምር ኣብ ሰማይ ዘርኣዮ እንታይ እዩ ምልክት ቀስተ ደመና እዩ ኣብ መንጎይን ኣብ መንጎኻን ማሕላ ይኹነኒ ዝብል ማለት እዩ ስለዚ ተኣምር ክንብል እንከለና ምልክት ማለት እዩ ተኣምረ ማርያም ክንብል እንከለና ድማ ከምቲ ቦታትና ዝብሉ ኣዴና ቅድስተ ቅዱሳን ድንግል ማርያም

ምስ ተወልደት እውን ተኣምር እዩ ንጌታናን መድሃይናን ኢየሱስ ክርስቶስ ክትወልዶ ከላ እውን ተኣምር እዩ ድሕሪ ጌታናን መድሃይናን ኢየሱስ ክርስቶስ ምውላዱ ድማ ህይወት ናይ ኣዴና ቅድስተ ቅዱሳን ድንግል ማርያም ተኣምር በታ ዓንዲ ካልእ ወገን ድማ ተኣምር ክንብል እንከለና ንዓና ንድኹማት ሰባት ክንገብሮ ልዕሊ ዓቕምና ዝኾነ እቶም ጸጋ ናይ እግዚኣብሔር ኣምላክ ዘለዎ እቶም ምስ እግዚኣብሔር ኣምላክ ዝተጸግዑ ግን እንታይ ዝገብሩ ክፍጽምዎ ክሰርሕዎ ቀሊል ዝኾነ ነገር እንታይ ኢልና ንፅውዖ ተኣምር ኢልና ንፅውዖ ኣብቲ ቀዳማይ ተኣምር ምልክት ኢልና እዩ ምክንያቱ ሙሴ እግዚኣብሔር ኣምላክ እምበኣር ነቶም ኣብ ግብፂ ዘለዉ ህዝበይ በኸያቶም ሰሚዐ ኣለኹ ስለዚ ከተውፅኣለ ኢኻ ክብሎ ከሎ ንስኻ ምሳይ ከም ዘለኻ ብምንታይ ክፈልጥ ኢሎ እምበኣር ኣነ ምሳኻ ከም ዘለኹ ንክትፈልጥስ ክልተ ተኣምራታት ከርእየከ ክልተ ምልክት እንታይ ከብለከ ከርእየከ እቲ ቀዳማይ ምልክት ነዚ ሕዝካዮ ዘለኻ በትሪ ደርቢ እዮ ደርበዮ እሞ ናብ ምንታይ ተቐይረ ይብል ናብ ተመን ተቐይረ ደጊምካ ብጭሩኡ ሕዞ ኢሎ ብጭሩኡ ሓዞ ናብታ ናይ ቅድም በትሪ ድማ ተመልሰት ይብል ስለዚ እግዚኣብሔር ኣምላክና ንሙሴ ምስኡ ከም ዘለዎ ከም ዘሎ ንክነግር እንታይ ሃቦ ምልክት ሃቦ እቲ ምልክት እቲ እንታይ እዩ ተኣምራት እዩ ኖ ኢድ ካብ ምንታይ እትዋ ኢልዎ ኣብ ትሽትሽካ እዩ እትዋ ኣውፅኣ እያ ምስ ኣውፅኣ ድማ ኢዱ እንታይ ኣበለት ኮይና ሓሚማ ፀናሐቶ ደጊምካ ድማ ይእትዋ ይእትዋ ኣውፅኣ እያ ከም ናይ ቅድማ ኮነት ስለዚ እግዚኣብሔር ኣምላክ ምስ ሙሴ ምስኡ ከም ዘሎ ንክነግሮ ክልተ ምልክታት ሃቦ እዚ ክልተ ምልክት እዚ እንታይ እዩ ተኣምር ስለዚ ተኣምር ማለት እንታይ ማለት እዩ ምልክት ማለት እዩ እግዚኣብሔር ኣምላክና ኩሉ መጽሓፍትታት እንድሕዳ ርኢናዮ መጽሓፍ ቅዱስ እንታይ እዩ ተኣምር ምክንያቱ ዘፍጥረት ፈለማ ክንርኢ ከለና እግዚኣብሔር ኣምላክ ነታ ቀዳመይቲ ምድሪ ብዘይ ዝርኢ እንታይ ኣበለት ፍረ ከም ተበቁል ገበራ ይብል ዘርኢ እንከይ ዘረ ብዘይ ዘርኢ መሬት እንታይ ሃበት ፍረ ሃበት እዚ ተኣምር እግዚኣብሔር ኣምላክና ዝገበሮ ተኣምር ቀፂሉ ኣቦና ኣዳም ብዝሰርሖ ሓጢኣት ምድሪ እንታይ ኣቢላ ነበረት ምድሪ ረኺሳ ነበረት ካብዛ ዝረኸሰት ምድሪ ግን እግዚኣብሔር ኣምላክና ቅድስቲ ዝኾነት ምድሪ ፈለየ ይብል ምክንያቱ ጌታናን መድሃይናን ኢየሱስ ክርስቶስ ነቲ ኣቦና ኣዳም ብሓይጣቱ ገይሩ ንምድሪ ዘርከሳ ጌታና መድሃይናን ኢየሱስ ክርስቶስ ድማ ንምድሪ በቲ ንጹህ ዝኾነ ደሙ ገይሩ እንታይ ኣበለ ቀደሳ ቅድሚ ነዛ ምድሪ እዚኣ ብደሙ ገይሩ ምቕዳስ ምቕዳሱ ግን ካብታ ርኽስቲ ዝኾነት ምድሪ እንታይ ተረኺቡ ቅድስቲ ዝኾነት ምድሪ ተረኺቡ ኣብ ዘፀኣት እንድሕር ዳር ኢና ማለት እዩ እግዚኣብሔር ኣምላክ ንሙሴ ኣብ ነበልበላዊ ክዘራቦ እንከሎ እንታይ ኢልዎ እዛ ዘለኻያ ቦታ ቅድስቲ እያ እሞ ኢልዎ ኣፅዕንካ ኣውፅእ ካብታ ርክስቲ ዝኾነት መሬት እንታይ ረኺቡ ቅድስቲ ዝኾነት መሬት ፈልዩ ውፅኡ እዚ ተኣምር እዩ እግዚኣብሔር ኣምላክና ዝገበሮ ተኣምር እግዚኣብሔር ኣምላክና ንእስራኤላውያን ባሕሪ ኤርትራ ጨዲዱ ክሕልፎም እንከሎ እዚ ተኣምር ክብሪ ንእግዚኣብሔር እግዚኣብሔር ኣምላክና ዝገበሮ ተኣምር ንስለ ነቦታትና ኣብ ምድረ በዳ ንኣርባዓ ዓመት ዝኣክል መና እናውረደ መጊቡ እዚ እግዚኣብሔር ኣምላክ ዝገበሮ ተኣምር እዩ ስለዚ ናይ እግዚኣብሔር ኣምላክና ካብ ፈለማ መጽሓፍ ቅዱስ ዘፍጥረት ኢሉ ስጋብ መጨረሽታ ራእይ ዮሃንስ ዝገበሮ እንታይ እዩ ተኣምራታት ብዙሕ ተኣምራታት ኣሎ ስለዚ ንመጽሓፍ ቅዱስና እውን እንታይ ክንብሎ ንኽእል ኢና ተኣምራታት ናይ እግዚኣብሔር ኣምላክና ድሓዞ ክንብሎ ንኽእል ኢና ስለዚ እግዚኣብሔር ኣምላክና ነዞም ኣርባዕተ ተኣምራታት እዚኦም ግን ንውሰድ እሞ በዞም ኣርባዕተ ተኣምራታት እዚኦም ንእግዚኣብሔር ኣምላክና ዕፁብ ድንቂ እዩ ንብሎ ማንም ሰብ ክገብሮ ዘይክእል እግዚኣብሔር ኣምላክና ግን እንታይ ይገብር እዩ ነዚ ተኣምራት እዚ ይገብር ከምኡ ስለ ዝኾንና ኢና ኣብ ልዕሊ መሬት ዘሎ ኩሉ ኣማልኽቲ ነቲ ህያው ዝኾነ እግዚኣብሔር ኣምላክና ከም ዘይወዳደሩ እንታይ ነብል እንምስክር ምክንያቱ ናይ እግዚኣብሔር ኣምላክና ክብሪ ናይ እግዚኣብሔር ኣምላክና ስራሕ እፁብ ዝኾነ ስራሕ ስለዚ ንመለስ ንድሕሪት እቲ ቀዳማይ እግዚኣብሔር ኣምላክ ተኣምር ዝገበሮ እንታይ እዩ ካብታ ቀዳመይቲ ዝኾነት መሬት ብዘይ ዘሪ እንታይ ገበረ ፍረ ኣውፀ እዚ ብሓቂ እግዚኣብሔር ኣምላክና ተኣምር ዝገበረልና እዩ እዛ ተኣምር እዚኣ መሬት እዚኣ ግን መን እያ ኣዴና ቅድስተ ቅዱሳን ድንግል ማርያም እኮ እያ ነዚ እግዚኣብሔር ኣምላክ ዝገበሮ ተኣምር ብትክክል ትቕበል እንድሕር ኮንካ ኣዴና ቅድስተ ቅዱሳን ድንግል ማርያም እኳ እዚኣ መሬት እዚኣ ምክንያቱ ኣዴና ቅድስተ ቅዱሳን ድንግል ማርያም ብዘይ ዘርኢ ናይ ወዲ ተባዕታይ ኣብ ማህፀና ንጉሰ ክርስቶስ እንታይ ኣበለት? ጠነሰት። እግዚኣብሔር ወልድ ኣብ ማህፀና ሓደረ። ከምቲ ተቐዳመይቲ ምድሪ ብዘይ ዘሪ እግዚኣብሔር ኣምላክ ብተኣምራቱ ፍረ ዘፍረየት ናይ ኣዴና ቅድስተ ቅዱሳን ድንግል ማርያም ድማ ብዘይ ዘርኢ ወዲ ተባዕታይ ንእግዚኣብሔር ወልድ ኣብ ማህፀና እንታይ ኣበለት ኣብ ማህፀና ፀረት እዚ ተኣምር እዩ ነዚ ተኣምር እዚ እዩ ተኣምረ ማርያም ኢልና ኣምበ ቤተ ክርስቲያንና ዘውትር እነንብቦ ስለዚ ነቲ ቀዳማይ ዘፍጥረት ዘሎ እግዚኣብሔር ኣምላክ ዝገበሮ ተኣምር ተኣምር ኢልካ ተተቐቢልካዮ ከመይ ኢልካ ናይ ኣዴና ቅድስተ ቅዱሳን ድንግል ማርያም ተኣምር ኣይኮነን ትብል እቲ ካልኣይ ንኺድ እግዚኣብሔር ኣምላክና ካብታ ዝረኸሰት መሬት ምስ ሙሴ ክዘራረብ እንከሎ ግን ገና ብደመ ክርስቶስ ዘይነፅሀት ክንሳታ መሬት እግዚኣብሔር ግን እንታይ ኢሉ ካብዛ ርክስቲ ዝኾነት መሬት ቅድስቲ ግን እንታይ ኣበለ ፈልዩ ሓዘ ዘለኻያ መሬት እንታይ ኢልዎ ቅድስቲ እያ እሞ ኣስእንካ ውፅእ እዚ ናይ እግዚኣብሔር ኣምላክ ተኣምር ትቕበሎ እንድሕር ኮንካ እዛ መሬት ተባሂላ ዘላ እኳ ኣዴና ቅድስተ ቅዱሳን ድንግል ማርያም እያ ኣዴና ቅድስተ ቅዱሳን ድንግል ማርያም ድማ ዓለም ብናይ ሓይጣት ናይ ኣቦና ኣዳም ረኺሳን ክንሳ ኣብ መግዛእቲ ዲያብሎስ ኣትያ ክንሳ ኣዴታትና ብጥንተ ኣቡሶ ህይወተን ተባላሽ ክንሱ ኣብ ከምዚ ኩነታት ግን ዓለም ምልእቲ ኣብ ትሕቲ ዲያብሎስ ተገዚኣትሉ ዝነበረት ጸጋ ኣምላኽ ካብ ደቂ ሰባት ሃዲሙሉ ዝነበረ እዋን ግን ምልእቲ ኮይና ዝተረኸበት ኣዴና ቅድስተ ቅዱሳን ድንግል ማርያም ከምቲ ሙሴ ዝረገጸ መሬት ካብቲ ርኽስቲ መሬት ቅድስቲ መሬት ዝተረኽበት ዓለም ምሉእ ኣብ ትሕቲ ዲያብሎስ ዓትሉ ዝነበረ ዘመን ድማ ምልእተ ጸጋ ኮይና ተረኪባ ኣዴና ቅድስተ ቅዱሳን ድንግል ማርያም ኣዴና ቅድስተ ቅዱሳን ድንግል ማርያም እኮ ብናይ ቅዱስ ገብርኤል መልኣክ ሰላምታ ኣይኮነትን መጺኣ ኣቐዲማ እንታይ እያ ነይራ ኣቐዲማ ንጽህቲ እያ ነይራ ስለዚ እግዚኣብሔር ኣምላክና ነዴና ቅድስተ ቅዱሳን ድንግል ማርያም ካብ ኩሉ ሓይጣታት ሸፊኑ እዩ ሒዝዋ ነይሩ ከምታ ምስ ነቢ ሙሴ ክዘራረብ እንከሎ እዛ መሬት እዚኣ ቅድስቲ መሬት እያ ዝበሎ እሞ ከዓ እታ ቅድስቲ መሬት ኣብ ርክስቲ ዝኾነት መሬት ፈልዩ ሒዝዋ ዝነበረ ኣዴና ቅድስተ ቅዱሳን ድንግል ማርያም ድማ ኩሎም ኣብ መግዛእቲ ዲያብሎስ ኣትዮም ክንሶም ብጥንቲ ዓቡሶም ህይወቶም ተታሒዙ ዝነበረ ክንሶም ከምቲ ኣቦና ኣዳም ብዝገበሮ ሓጢኣት ናብ ዘርኡ ዝሓለፈ ኣዴና ሄዋን ብዝገበረቶ ሓጢኣት ድማ ናብ ዘርኣ ዝሓለፈ ሓጢኣት ነዴና ቅድስተ ቅዱሳን ድንግል ማርያም ግን ካብዚ ነገር እዚ እንታይ እያ ነራ ፍልይቲ እያ ነራ ስለዚ ከምቲ ንሙሴ ክዘራረብ እንከሎ ኣብ ቅድስቲ መሬት ዝተዘራረቦ ተኣምን እንድሕር ኮንካ እዚ ተኣምር እዚ ትቕበሎ እንድሕር ኮንካ ናይ ደና ቅድስተ ቅዱሳን ድንግል ማርያም ተዓብር ዘይምቕባልካ እንታይ እዩ ምክንያቱ እቲያ መሬት እቲያ መን እያ ኣዴና ቅድስተ ቅዱሳን ድንግል ማርያም እግዚኣብሔር ኣምላክና ካብ ንጉሱ ፈርዖን መንጢሉ ንህዝቡ ከውፅእ እንከሎ ባሕሪ ኤርትራ ኣብ ክልተ ተገሚዑ ብንቑፅ መሬት ክሓልፉ እንከለው ኣቦታትና እስራኤላውያን ግብሪ ናይ እግዚኣብሔር ኣምላክና ድንቂ ዝኾነ ግብሪ ስራሕ ናይ እግዚኣብሔር ኣምላክና ክወዳደርዎ ዘይክእል ድንቂ ዝኾነ ስራሕ ባሕሪ ኤርትራ ከፊሉ ንህዝቡ ካብ ባርነት ምውፃእ እዚ ተኣምር እዚ እግዚኣብሔር ኣምላክ ዘገበሮ ተኣምር ነብየ ሙሴ ድማ ኣብ መፅሓፉ ፅሒፍዎ ንረኽቦ ነቲ ተኣምር እዚ ድንቂ ኢልካ ትቕበል እንድሕር ኮንካ ናይ ኣዴና ቅድስተ ቅዱሳን ድንግል ማርያም ድማ ሓይጣት ዓለም ዘርሕቕ ካብ መግዛእቲ ሓይጣት ናፃ ዘውፅእ ንጉሰ ክርስቶስ ማህፀን ድንግልናኣ ከይተኸፍተ እግዚኣብሔር ኣምላክ እኮ ንእስራኤላውያን ከውፅእ እንከሎ ባሕሪ ኤርትራ እንታይ ኣበለ እዩ ዝብል ከፈተ ሽዑ እንታይ ኣበሉ ሓለፈ ንዓና ካብ ምግዛእቲ ሓይጣት ናፃ ክውፅኣና ግን ካብ ኣዴና ቅድስተ ቅዱሳን ድንግል ማርያም ክውለድ እንከሎ ማህተመ ድንግልና ከየፍረሰ እንታይ ኣቢሉ ተወሊዱ ስለዚ ኣቦታትና እስራኤላውያን ባህሪ ኤርትራ ተኸፊሉ ክሓልፉ እንከለዉ እዚ ድንቂ ስራሕ ኢልካ ተኣምን ንጉሰ ክርስቶስ ዝኾነ እግዚኣብሔር ኣምላክና ካብ ማህፀን ኣዴና ቅድስተ ቅዱሳን ድንግል ማርያም ክወፅእ ከሎ ጊና ማህተመ ድንግልና ከይከፈተ እዩ ተወሊዱ እዚ ተኣምር እዚ ድንቂ ተኣምር ነዚ ተኣምር እዚ ናብ መፅሓፍ ቅዱስ ተኣምረ ማርያም ኢልና ሰሪዕና ዘለና ከመይ ኢልና ንቃወሞ ተኣምረ ማርያም ከምኡ እውን ኣቦታትና ኣብ ደብረ ኣብ ሲና ምስ ጠመዩ ሰብ ክንሶም ናይ መላእኽቲ እንጌራ ክምገቡ ማና ካብ ሰማይ ወሪድዎ እስራኤላውያን ድማ ማና ተመጊቦ እንተኾነ ግን እንታይ ኣቢሎም እንተኾነ ግን መይቶም እቶም ካብ ሰማይ ማና ወሪዶም ዝበልዑ እሞ ግን መጨረሽትኡ እንታይ ይህብዎም ሞት ይህብዎም እዚ እግዚኣብሔር ኣምላክ ግን ንዓና ድንቂ ዝኾነ ስራሕ እዩ ነቦታትና ኣብ ምድሪ ግብፂ ኣይገደፎምን ማና መጊቦም ብትክክል ግናኸ ዝበልዕዎ ግን ካብ ሞት ከድሕኖም ኣይከኣል ኣዴና ቅድስተ ቅዱሳን ድንግል ማርያም ግን ንሳ ናይ ሰማይ እንጌራ ንዓና ሂባሃና ካብዚ እንጌራ እዚ ዝበላዕና ድማ ናይ ዘላለም ህይወት ኣለና ኣቦታትና ኣብ ሲና ኣብ ደብረ ሲና ኣብ ምድረ በዳ ማና በሊዖም እዚ ተኣምር ኢልካ ትሰርሕ ኣለኻ እዚ ተኣምር ኢልካ ትሰብኽ ኣለኻ እታ ማና ሰማይ ሂባ ንህይወትና ካብ ሞት ዘድሓነትና ኣቐዲሞም ኣቦታትና ነቲ መግቢ ትበሊዖም እዮም ግና ከመይቶም እዮም ነዚ ዴና ቅድስተ ቅዱሳን ድንግል ማርያም ዝሃበትና መግቢ ምስ እንምገብ ግን ናይ ዘለኣለም ህይወት ኣለና ስለዚ ኣቦታትና ኣዴና ቅድስተ ቅዱሳን ድንግል ማርያም ቅድሚ ምውላዳ ተኣምር ምልክት እያ እግዚኣብሔር ኣምላክ ዝገብሮ ዝነበረ ተኣምራታት ናይ ኣዴና ቅድስተ ቅዱሳን ድንግል ማርያም ምስሊ እዩ ተኣምር ማለት ምልክት ማለት እዩ ስለዚ እግዚኣብሔር ኣምላክና ካብ ፈለማ ዝገብሮ ዝነበረ ምልክታት ነዴና ቅድስተ ቅዱሳን ድንግል ማርያም ዝገልጽ ነይሩ ስለዚ እግዚኣብሔር ኣምላክ ዝገብሮ ተኣምራታት ተኣምን እንድሕር ኮንካ ናይ ኣዴና ቅድስተ ቅዱሳን ድንግል ማርያም ተኣምራታት ድማ ግድን ኢኻ ክትኣምን ስለዚ እዚ ሰብ እዚ ነዚ ተኣምር እዚ ሒዙ እንታይ ኣበለ ይብል ኣብ ሓደ መፅሓፍ ጠርነፎም ይብል ንኩሎም መፅሓፍትታትስ እንታይ ኣበሎም ጠርነፎም ደቕሲዎስ ዝበሃል ማለት እዩ ስለዚ እግዚኣብሔር ኣምላክ ተኣምር ምልክት እዩ ኢልና እቲ ካልኣይ ምልክት እንታይ ትርጉሙ እንተ ኢልና ከምቲ እግዚኣብሔር ምስ ሙሴ ከም ዘሎ ምልክት ዝህቦ ኣዴና ቅድስተ ቅዱሳን ድንግል ማርያም ድማ ፍቁር ወዳ እግዚኣብሔር ኣምላክ ምስዓ ከም ዘሎ እግዚኣብሔር ኣምላክ ጸጋ ከም ዝሃባ እግዚኣብሔር ኣምላክ ኪዳን ከም ዝሃባ ምልክታ ንሱ እዩ ኣዴና ቅድስተ ቅዱሳን ድንግል ማርያም ከተድሕን እንከላ እግዚኣብሔር ኣምላክ ምስዓ ከም ዘለዎ ምልክት እዩ ንተዋህዶ ኣዴና ቅድስተ ቅዱሳን ድንግል ማርያም ክትረድእ እንከላ እግዚኣብሔር ኣምላክ ንደቂ ሰባት ክትረድዓሎም ኢሉ ዝሃባ ጸጋ ከም ዝኾነ ምልክት እዩ ስለዚ ነዚ ምልክት እዚ ጠርኒፉ ድማ ደቕሲዎስ እንታይ ኣበለ ይብል ሓዘ ይብለና ሽዑ ካብ ፅንዓት ፍቕሩ ዝተላዕለ ድማ ብዛዕባ ተኣምራታት ዝነግሩ መፅሓፍቲ እንታይ ኣበሎም ኣከቦ ምናልባት ደቕሲዎስ ነዚ ተኣምራታት እዚ እንታይ ኣቢልዎ ነዚ ተኣምራታት እዚ ኣኪቦ ልቃውንቲ ቦታትና ድማ ነዚ መጽሓፍ እዚ ስርዓት ኣውፅእሉ እምቅድመ ተኣምር ኢልና እነንብቦ ስርዓት ዘውፀ ካልእ እዩ እሰ ግድለቺ ዝገበረ ዮሃንስ ኣፈወርቂ ኣብ ተኣምረ ማርያም ዘሎ ማህሌት ዝደረሰ ድማ ያረድ ቅዱስ ያረድ እዩ ስለዚ ደቕሲዎስ ነዚ መፅሓፍቲ እዚ እዩ ኣኪቦ ስርዓት ዘውፅኡሉ ግን ቅዱሳን ኣቦታትና እዩ ከምቲ ኣብ ቅድሚ ኣብ ቅድመ ተኣምር እንረኽቦ ማለት እዩ ስለዚ ኣቦታትና ቅዱሳን ኣቦታትና እንታይ ኣበለ ናይ ተኣምረ ማርያም ስርዓት ገበሩሉ ከምኡ ስለ ዝኾነ እዩ ድማ ሃዋርያ ጳውሎስ ካብታ ኣቦታትካ ዘቆምዋ ናይ ቀደም ደረት እንታይ ኣይተብል ኣይተዝብል ካብ ናይ ኣቦታትና ደረት እንታይ ኣይነብልን ኢና ኣይነዝብልን ኢና ስለዚ ተኣምረ ማርያም ስርዓት የብሉን ክንብል ኣይንኽእልን ኢና ምክንያቱ በቲ ቅዱሳን ሊቃውንቲ ናይ ቤተ ክርስቲያንና እዮም እንታይ ገይሮምላ ስርዓት ገይሮምላ ብእግዚኣብሔር ኣምላክ ተመሪሖም ተኣምረ ማርያም ኣብ ቤተ ክርስቲያንና ክንብብ እንታይ ዓይነት ስርዓት ክሕዝ ከም ዘለዎ ቅዱሳን ኣቦታትና እንታይ ኣውፅእሉ ስርዓት ኣውፅእሉ ስለዚ ደቕሲዎስ ኣኪዎ እዩ ነቲ መፅሓፍ ብስርዓት ገይሮም ዝፀሓፉ ግን ቅዱሳን ኣቦታትና ስለዚ ነዚ ስርዓት እዚ ወይ ድማ ንተኣምረ ማርያም ኣይንቀበልን ኢና ንብል እንድሕር ደኣ ኮይና ናይ ቅዱሳን ኣቦታትና ደረት እንታይ ነብል ኣለና ነፍርስ ኣለና ምክንያቱ ቅዱሳን ኣቦታትና ኣብ ቤተ ክርስትያንና ክንበብ ከም ዘለዉ ስርዓት ኣውፅኦም እዮም እንታይ ገይሮምልና ንተኣምረ ማርያም ቀሪቦምልና